ኣብ ሓቀኛ ታሪኽ ዝተደረኸ መጽሓፍ ጸሓፊ ኣዲሱ ኣለማዮም ያፒማፒ ዘንታዊ ሰለሙን ገብሩ ዛንታና መበል 37 ክፋል

ብሰንኪ ስእነት መድሓኒት መማረፂ ዝሰኣኑ ሰባት መዓልቶም ዝሓለፎም መድሓኒታት ምሻጥን ምጥቃምን ጀሚሮም እዮም። መዓልቶም ዝሓለፎም መድሓኒታት ምጥቃም ጉድኣት ዋላ እኳ እንተሃለዮ ካብ ኢድካን እግርኻን ዓፃፂፍካ ንሞት ምፅባይ እግዚኣብሔር ይፈልጥ ኢልካ ምጥቃም ይሓይሽ ዝበሉ ሰባት እውን ብዙሓት እዮም ኣነ እውን መዓልቶም ዝሓለፎም ወይ ዝቐረቡ መድሓኒታት እንተረኸብኩ እግረይ ክሳብ ዝደክም ኮለል ኢለን መዓልቱ ዝሓለፎ መድሓኒት እውን ክረክብ ኣይከኣልኩን ብመስሕ መንገድን ፀሓይን ርእሰይ ጸረውረው ኢሉኒ ኣብቲ ወሰን መንገዲ በዓል ናይ ዘይብሉ ጫማ ዝጸረጎ ካብ ሓፂንን ቆርቆሮን ዝተሰርሐ ናይ ሊስትሮ ገዛ ዝመስል መጽለሊ ቦታ ረኺበ ቁርብ ክዕርፍ ኮፍ በልኩ ንነብሰይ ኣረጋግዐ ዝሐሸ ዝበልኩ ሓሳብ ክሓስብ ፈተንኩ ግን ንባዕለይ ዝገደደ ካብ ምጭናቕ ወፃኢ እዚ ዝበሃል ዝጠቅም ሓሳብ ክመፀለይ ኣይከኣለን ብሕርቃን በይነይ ዝገብሮ ጠፍኢኒ ከም ጽሉል በይነይ ይዛረብ ከንፈረይ ይነክስ ቁርብ ጸኒሐ ድማ ብስነይ ጽፍሪ ጻብዕተይ ክቁርጥም ብዙሕ ክሓስብ ጀመርኩ ኣብዛ ናይ ጭንቅን ጸበባን ሰዓት ነደይ ኣኸዛ ካብ ሞት ከድሕን ዝኽእል ዓቕሚ ብምስኣነይ ድማ ሓዘንኩ እንታይ ስለ ዝበደልና እዩ እዚ ኩሉ ግፍዕን በደልን ኣብ ልዕሌና ዝበጽሕ ዘሎ ኢለ ንርእሰይ ሓተትኩ ንዝሓተትክዎ ሕቶ ግን ግልፂ ቀሊል ዝኾነ መልሲ ኣይረኸብኩሉን ሕዚ ናይ መወዳእታ ዘይሓተትክዎ ተሪፉኒ ዘሎ ናይ ባዕሉ ክሊኒክ ዘለዎ ብቐረባ ዝፈልጦ ሓደ መሳርሕተይ ከም ዘሎ ናብ ሓሳበይ መጸለይ ዕድለይ ክፍትን ካብታ ዘዕረፍኩላ ጫማ ዝጸረገላ ቦታ ተላዒለ ናብ ናይ ስራሕ ቦትኡ ድማ ኸድኩም ዕድል ገይረ ግዲ ኣይሰኣንክዎን ኣብ ቢሮኡ ተሓከምቲ እናሓከመ ረኸብክዎም እቲ ክሊኒክ ካብ ሆስፒታል ሪፈር ዝተብሃሉን ቁርብ ዓቕሚ ዘለዎም ሰባትን ዝሕከምሉ ቦታ እዩ ስርሑ ጽፉፍ ዋላ እኳ እንተኾነ ዋግኡ ክባር ስለ ዝኾነ ግን ድኻታት ዝመርጽዎ ኣይኮነን ሓደ ክልተ ዓመት ዝኸውን ስራሕ ክጅምር ከሎ ኣብቲ ክሊኒኩ ተቖጺረ ይሰርሕ ነይረ እየ ኣብ ካልእ ዝሐሸ ተወሳኺ ናይ ስራሕ ዕድል ምስ ረኸብኩ ምስ ተቃዋሚ ስርሐይ ድማ ክጠዓዓም ስለ ዘይከኣለም ክገድፎ ወሲነ እምበር ብሓባር ኢና ንሰርሕ ነይርና ንሱ ድማ ኣብቲ ኣነ ዝሰርሐሉ ናይ መንግስቲ ሆስፒታል ስለ ዝሰርሕ ጽቡቕ ዝበሃል ምቅርራብን ሰላምታን እዩ ዘለና ድሕሪ እቲ ኩሉ ግዜ ዘይልወጥ ፍሽኽትኡን ክብሪ ዝተመልኦ ሰላምትኡን እቲ ብዛዕባ ኣዲኣ ኸዛ ገጢሙ ንዘሎ ጸገም ሓደ ብሓደ ብዝርዝር ኣረዳእኽዎም ንሱ እውን ሓሳበይ ከይቋረጸ ድሕሪ ምስማዕ ርግጸኛ ኮይኑ ቃል ከም ዝኣትወለይ ይኹን እምበር ጽባሕ ወይ ድሕሪ ጽባሕ መድሓኒት ዝረኽበሉ መንገዲ ከም ዘሎ እቲ መድሃኒት ክሳብ ዝረክብ ኣብቲ ናቱ ክሊኒክ ብዘይ ክፍሊት ንኽድቅሳ ብቐረባ ክትትል ክገብረለን ከም ዝኽእል ድማ ተዛረበኒ በቲ ዝሃበኒ መልሲ ዋላ እኳ እንተተሓጎስኩ ዓርሰይ ኣረጋጊዐ ብትዕግስቲ ዘጸቢ ቅሳነት ግን ኣይረኸብኩን ዝበለኒ ሰሚዐ ካብቲ ክሊኒክ ወፅም እግረይ ናብ ዝመርሐኒ ሱቕ ኢለ ንቕድሚት ከድኩም ከማይ መድሓኒት ስኢኑ ዝንገላታዕ ኣብ ኣፍ ሞት ዝርከብ ናይ ሓው ናይ ሓፍቲ ናይ ኣዲኡ ወይ ናይ ኣቡኡ ህይወት ንኸድሕን ላዕልን ታሕትን ዝብል ዝሕዞን ዝጭብጦን ዝሰኣነ ብርክት ዝበለ ሰብ ማእኸል ሰንጢቐ እናተዳፋእኹ ድማ ወፃኹም ብሰንኪ እዚ ኲናት እቲ ዝነበረና ናይ መድሓኒት ፋብሪካ ዓንዮም ካብ ደገ መድሓኒት ንኸይነእትውን መንገዲ ዓጽዮም ህዝቢ ብሕማምን ጥሜትን ንኸረግፍ ዝፈረድሉ ጨካናት ሰይጣውንቲ ኩሎም ነቲ ብሕማም ዝሳቐ ዘሎ ሰብ እናረኣኹ ይብጻሕ ኣይብጻሕ ካብ ልበይ ረገምክዎም በብመንገዱ ካብ ዝተፈላለዩ ከባብታት ትግራይ ዝተመዛበሉ ወገናት ኣብ ጽርግያ ብዘይሓባሩ ወዲቖም ንዕለታዊ ናብራ ዝኸውን ንነብሰይ ዝበለ ዝተውክብ ሓላፊ መንገዲ እንተረኸቡ ኢዶም ዘርጊሖም ዝልምኑ ህፃውንቲ ከምኡውን ሕዝሎንን ጥልጥሎን ኮይነን ደቀን ደራሪበን ክዳነን ማሕሚሑ ብርስሓት ጠቂሩ ምግብን ማይን ጸሚኤን ዕለታዊ ህይወተን ንምቕጻል ናይ መላእኽቲ ሽምና ጸውዓ ብዝደኸመ ኣንደበተን ኣብ መንገዲ ወዲቐን ዝልምና ኣዴታት ዝተበተነ ጥረምረ ከም ደርሆ ተደፊኤን ዝኣርያ ምርኩሶም ሒዞም ዝልምኑ ኣቦታት ፍቐድኡ ተበቲኖም ብዘይ ሓጋዝን ጠዋርን ጎደና ወፂኦም ብዓይነ ይረኣኹ ብታሪክ ክዝረብ እምበር ኣብ ዕድመ ርእዮ ዘይፈልጥ ንፈለማ እዋን ትግራዋይ ሓመድ ልሒሱ ብጥሜት ወዲቑ ብርክት ዝበለ ሰብ ጎደና ወፂኡ መዕቆብ ስኢኑ ኢዱ ዘርጊሑ እናለመነ ከፊእዎ ብምርኣየይ ካብ ልበይ ሓዘንኩ ንምንታይ እዩ ንርህሩሃት፣ ጻዕራማት፣ ጽቡቓትን ቅኑዓትን ሰባት ሕማቕ ነገርን ከቢድ ፈተናን ተደጋጋሚ ግዘ ዘጋጥሞም? ፈጣሪ ግን ንምንታይ እዩ ሞትን ሕማምን ስቓይን መከራን ኣብ ደቂ ሰባት ክፍጸም ዝፈቅድ? ኢለ ንባዕለይ ሓተትኩ ነቶም ኣብ ጎደና ወዲቖም ብጥሜት ዝሕለዉ ዘለዉ ወገናተይ እናረኣኹ ንክልተ ዓመትን ልዕሊኡን ተምሃሮ ካብ ትምህርቲ ቦኺሮም እቲ ዝመሃርሉ ዝነበሩ ኣብያተ ትምህርቲ ዓንዩን ተዘሪፉን ገሊኡ መዕቆቢ ስደተኛታት ኮይኑ ተተካእቲ ሃገር ንኸይፈርዩ ህፃናት እናተቐተሉ ካብ ናይ ጸላእ ጥይት ዘምለጡ ድማ ብሕፅረት መድሓኒትን ምግብን ይሓሙን ይሞቱን እዮም ዘለዉ ኣብ ቤት ትምህርቲ ክውዕሉ ዝግብኦም ህፃናት ተንቀሳቓሲ ሬሳ መሲሎም ዓፅሞም እናተቖፀረ ሃመማ ሃዘዝ እናበሎም ኢዶም ዘርጊሖም ምጽዋት እንትልምኑ ዝረኣየ ከንፈሩ መጢጡ ሓዚኑ ካብ ምሕላፍ ወፃኢ ፍታሕ ዘናዲ ዋላ ሓደ ሰብ የለን እቲ ሓላፊ መንገዲ እውን እንተኾነ ሃልይዎ ጨኪንሎም እንተይኮነስ ዝምፅወት ዝትኮብ ንባዕሉ ስለ ዘይብሉ ጨኒቕዎ ደኒኑ ዝሓልፍ ኣሎ ንኽረኽቦ ሃሪረ ዝወጸኹ መድሓኒት ከይረኸብክዎ ምምላስ ዋላ እኳ እንተኸበደኒ ጥራሕ ኢደይ ካብ ዝምለስ እግረ መንገደይ በተን ዝሓዝክወን ገንዘብ ቁሩብ ኣስቤዛ ገዛዚኤ ናብ መንበሪ ኣዴ ኣኸዛ ጉዕዘይ ቀጸልኩም ቅድሚ ሕዚ ኣብ ኢደይ ኣስቤዛ ኮሚደረን ሽጉርትን ዝሓዘ ፌስታላ ጠልጢለ ርሑቕ መንገዲ ዝተጓዓዝኩሉ እዋን ኣይዝክርን ኣብ ግዜ ንእስነተይ ቆልዓ እናሃለኹ ምስ ወላዲት ኣደይ ዘንቢል ተሸኪመ ካብ ዕዳጋ ናብ ገዛና ሒዘ መጽ ይኸውን እምበር ውነ ካብ ዝገበርኩ ግዘ ትሒዙ ግን ኣብ ኢደይ ፌስታል ኣንጠልጢለ ነዊሕ መንገዲ ካብ ዕዳጋ ዝመፀኹሉ መዓልቲ ኣይነበረን ሎሚ እቲ ዘለውን ዘይብሉን ምሁሩን ዘይተምሃርን ኩሉ ሰብ ማዕረ ኮይኑ እዩ ዘሎ እቲ ሃፍታም በዓል ገዛን መኪናን ይኹን እቲ ህቡብ ተፈላጢ ሰብ እውን እንተኾነ ማዕረ ምስቲ ስኡን 15 ኪሎ ስርናይ ተሰፊሩ ንክወሃቦ ምስ ህዝቡ መስመር ሒዙ ተሰሊፉ ኢኻ እትረኽቦም ኣብዚ ሕዚ እዋን ኣብ ኢዱ ብፌስታል ኣስቤዛ ጠልጢሉ ዝኸይድ ሰብ ዘለዎ ዝረኸበ እዩ ኣብ ኢድካ ብፌስታል ኣስቤዛን ጠልጢልካ ምኻድ ዘሕፍር ነገር የብሉን ምክንያቱ መብዛሕትኡ ጥራሕ ኢድኡ ዝኸይድ ዘሎ ክሕዞ ዝኽእል ወይ ገዚኡ ከንጠልጥሎ ዝኽእል ኣስቤዛ መግዝኢ ገንዘብ ስለ ዘይብሉ እምበር ኣብ ገዝኡ ከም ጨቓዊት ኣፎም ከፊቶም ዝጽበይዎ ቆልዓ ሰበይቲ ዘይብሉ ኮይኑ ከም ዘይኮነ ፍሉጥ እዩ ዝውር ውዒለ ብፀሓይ ደኺመ ጫማይ ሓመድ ተኸዲኑ ኣብ ኢደይ ኮሚደረን ሽጉርትን ዝሓዘ ፌስታል ኣንጠልጢለ ናብ መንበሪ እንዳ ማማ ኣኸዛ ክበፅሕ ቁሩብ መንገዲ ምስ ተረፈኒ ነፀለአን ዝገልበጣ ሰለስተ ንስቲ ቅልጥፍ ቅልጥፍ ኢለን ሓሊፈናኒ ናብ እንዳ ኣዴ ኣኸዛ ክኣትዋ ረኣኽወን እንታይ ከም ዝኾንኩ ልበይ ብፍጥነት ክወቅዕ ጀመረ ኣብራኸይ ረውረው ኢሉኒ ንቕድሚት ክስድር ዓቕሚ ስኢነ ኣብታ ዘለኽዋ ኮይነ ሙሉእ ነብሰይ ብረሃፅ ተጠመቕኩ ሎሚ ሎሚ ካብ ዓቕመይ ንላዕሊ ዝኾነ ነገር ክገጥመኒ ከሎ ከምዚ እየ ዝኸውን ዘለኹ ኣብታ ዘለኹዋ ብድንጋጸ ከም ሓወልቲ ደሪቐ ደው ኢለ ከለኹ ኣውያትን ብኽያትን ካብቲ ገዛ ክሰምዕ ጀመርኩ እቲ ዝሪኦን ዝሰምዖን ዘለኹን ኩሉ ሕልሚ ክኾነለይ ተመነኹ ግን ሕልሚ ኣይኮነን ንኽትኣምኖ ዝኸብድ ጋህዲኤ ብዓይነይ ዝርኢ ዘለኹ ኣነ ብድውለይ ፈዚዘ ጎረባብቲ ካብ ገዝኦም እናወፁ እናተጓየዩ ብጎነይ ሓሓሊፎምኒ ናብቲ ገዛ ክኣትዉ ጀመሩ እቲ ኣብ ኢደይ ብፌስታል ዝሓዝክዎ ስቤዛ ናብ መሬት ደርበየ ርእሰይ ሒዘ እናእወኹ ናብ ውሽጢ ገዛ እንተኣተኹ ኣርባዕተ ሓሙሽተ ዝኾና ኣንስቲ ንብርኽቲ ብየማንን ጸጋምን ሒዘናኣ ሓፍተየ ሓፍተየ እናበላ እንትበኽያ ረኣኽወን እወይ ኣነ ሓፍተይ እወይ ተወሪርና ኣትዩ ኣብዚ ሓሰብክዮ እንታይ ረኺብኪ እናበላ ጎረርአን ክሳብ ዘልሕትት ተኸቲለናኣ ዝበኸያ ዓበይቲ ዴታትን ይኣኽለኪ እዛ ጓለይ እቲ ብከብድኺ ዘሎ ቆልዓ ከይጉዳእ እዛ ጓለይ ርግዕ በሊ ደሓን ፈጣሪ ዝበሎ እምበር ወዲ ሰብ ዝሓሰቦ መዓስ ይፍጸም ኮይኑ እናበላ ንብርኽቲ ብየማንን ጸጋምን ኢዳ ሒዘን ከጸናንዓኣ ዝፍትና ኣንስቲ ኣብ ማእኸለን ተኸቢባ ብድንጋጸ ዝገብሮ ጠፊኡኒ ተገቲረ ይርኢ ኣለኹም እንታይ ክገብር ከም ዘለኒ ይፈልጥን ክረድእ ድዩ ዘለኒ ወይስ ክርዳእ ክርድኣኒ ኣይከኣለን ኣብ ማእኸል ብዙሓት ኮይነ ዘዛርቦ ሓደ ዝፈልጠን ይኹን ዝፈልጦ ሰብ ስኢነ ኣለኹ በቃ እታ ዝፈራሕኹዋ መዓልታ በፂሓ መሓዛይ ወላዲተይ ሓደራ ኢሉ ኣብ ኢደይ ዝገደፈን ዓደም ካብዚ ዓለም ብሞት ተፈልየናና ኣዲኣ ኸዛ ናይ ቀረባ ይኹን ናይ ርሑቕ ዘመድ ኣለኒ ክብላ ሰሚዐየን ኣይፈልጠን ዓወት እውን እንተኾነ ኣብዚ ዓለም ዘላትኒ ኣደይ ጥራያ ክብል እየ ዝሰምዖ ነይረ ንሰን እውን ሓደ ወደይ ንሱ እዩ ክብላ እምበር እገለ ዝበሃል ሓው እገለ እትበሃል ሓፍቲ ወይ ዘመድ ኣላትኒ ኢለን ክዛረባ ሰሚዐየን ኣይፈልጠን ኣብዛ ሰዓት እዚኣ ከም ናይ ቀረባን ርሑቕን ዘመድ ሓውን ወድን ኮይነ ዘሎ ኩነታት ስርዓት ከትሕዝ ዘለኒ ሓደ ተባዕታይ ኣነ ጥራሕየ ዘለኹ እቲ ናይ ቀብሪ ጉዳይ እውን ኣብ ዝባነይ ከም ዝወረደ ተረዳእኹ እንታይ ክገብር ካብ ምንታይ ክጅምር ከም ዘለኒ ግን ፍጹም ኣይፈልጥን ውሽጠይ ተሰይሩ ዕንተይ ብንብዓት ዋላ እኳ እንተተመልአ ኣብራኸይ ዓጺፈ ወንበር ሒዘ ክቕመጥ ደኒነ ክነብዕ ግን ኣይመረጽኩን ጸኒዔ ሓዘነይ ክኢለ ንብዓተይ ውሒጠን ሓዘንተኛ ከስተኣናግድን ቀብሪ ከመይ ከም ዝፍጸም ከተሓባብርን ምስ ዓበይቲ ዓዲ ክመክር ብርኽቲ እውን ኣብ መሪር ሓዘን ኣትያ እውን ኣስሒታ ትወድቕ ትትስእ ስለ ዘላ ጥንሳ ከይጉዳእ ተወሳኺ ካልኣይ ሓደጋ ከየጋጠም ክከታተል ከም ዘለኒ ፈሊጠም ሓላፍነተይ ንክዋፃእ ንነብሰይ ባዕለይ የፀናኒዐ ትርንዕ ምባል ጥራሕ እዩ ዘለኒ ኣማራፂ ኢለ ንብዓተይ ፀሪገ ናብቲ መረባ ወፅየ ዝሕግዘኒ ዘማኽረኒ ሰብ እንተ ረኸብኩ ናብዘን ናብትን ብዓይነይ ኣመዓደኹ ኣብ ኣፍ ደገ ብናይ ባዕሎም ተበግሶ ዳስ ዝሰርሑ ዘለዉ ጎረባብቲ ዘተሓባብሩ ሓደጋ ብዝተኸደኑ በራሕ ብርትሑ ቀይሕ ሰብኣይ ርኤ ጽግዕ በልክዎም ኣቦይ እንታይ ክሕግዝ እንታይ ክገብር በልክዎም ንብዓት እናሓነቐኒ ዝኾነ ስራሕ እንተሃቡኒ እሞ ዘረባ መኽፈቲ እንተኾነኒ ኢለ። ቅድሚ ሕዚ ኣብ እንዳ ሓዘን ከም ህዝበይ ክበጽሕ ወይ ክቐብር ከይደ ሓዚነ ነቢዐ በጺሐ ምምላስ እምበር ፈጣሪ ይመስገን ናይ ቀረባ ሰብ ብሞት ተፈልዩኒ ሓዘን ገጢሙኒ ሸውዓተ መዓልቲ ኣብ ዳስ ኮፍ ኢለ ሓዚነ ይፈልጥን እዚ ሓዘን እዚ ናይ መጀመርታ ሓዘነ እዩ ናይ ዝኾነ ሰብ ሞት ዘሕዝን ዘደንግጽ ዋላ እኳ እንተኾነን ከምዚ ዝበለ ክገልጾ ዘይክእል ስምዒት ግን ተሰሚዑኒ ይፈልጥን ሓዚነ ድየ ዘለኹ ደንጊጸ ወይስ ፈሪሐ ክፈልጦ ኣይከኣልኩን ሕዚ እውን ኣካላተይ ይንቀጥቀጥ እዩ ዘሎ እቲ ወደን መን እዩ ዝነበረ ሽሙ ዓወት ድዩ ዝነበረ ሽሙ ወደይ ኣንታ ናበይ ኸይዱ ካብዚ ወግሐ ይረኣኹዎን በሉ እቶም በራሕ ሰብኣይ ኣብ ጎነይ ኮይኖም ናባይ እናጠመቱ የለን በረኻ ወሪዱ እዩ ተጋዲሉ እዩ ኣነ ናይ ቀረባ መሓዙ እየ ኣነ እየ ኣብ ሕክምና ኮይነ ዝከታተለ ነይረን ከክንድኡ ድሓን ኣነ ኣለኹ ግን ጋሻ ስለ ዝኾንኩ ዝእዘዝ ነገር እንተሃልዩ ንዓይ ኣዝዙኒ በልክዎም ሓገዞም ከም ዘድልየንን ሓበርኩሎም ንህዝቡን ንመሬቱን ካብ ወረርቲ ናጻ ከውፅእ ነዲኡ ገዲፉ በረኻ ዝወረደ መሓዛይ ብመስዋእተይ ናጻ ክትወፂ ክትድሕኒ ክትቀስኒ ኢኺ ብሰላም ክንራኸብ ኢና ዝበለን ወላዲቱ ዓዲ መሊኣ ሓራ ቅድሚ ምውፅኣ ሰኣን ሕክምናን ሕፅረት መድሓኒትን ዓሪፈን ዝብል መርድእ እንትሰምዕ ዝስምዖ ስምዒት ከቢድ ምዃኑ ተረዲኦም መስለኒ ሓዘን ክኢሎም ጸኒዖም ንሰባት ዘጸናንዑ ዝነበሩ ሰብኣይ ንሶም እውን ተሸፊኖም ክልተ ዓይኖም ብንብዓት ተመልአ ኣብ ቅድመይ ካብ ጅብኦም ንእሽተይ ዕጻፍ ጨርቂ መንዲል መሳሊት ኣውፂኦም ንብዓቶም ጸረጉም እዚ ወደይ ናይ ቀረባ ሓው ዘመድ እትፈልጦ ኣድራሻ ከም ኣለካ ዶ ዘይሰምዑ ከይህሉ መልእኽቲ ክንሰደሎም በሉኒ መንዲሎም ዓጻጺፎም ናብ ጅብኦም እናእተዉ ናይ ቀረባ ዘመድ እኳ ዝፈልጦ ሰብ የለን ጎረባብቲ እዮም ኣዝማደይን ኣሕዋተይን እየን ዝብላ ዝነበራ ኩል ግዜ ክዛረባን እንከለዋ በልክዎም ሃመይ ልበላ ለባም ንፍዕቲ ወሓለ ሕያወይቲ ሰበይቲ ነይረን መስለካ ኩሉ ሓወን ኩሉ ፈታዊኤን ኩሉ ዘመደን ምስ ኩሉ ስሓቕ ምስ ኩሉ ጨዋታ ፈታዊት እየን ነይረን እይ እንታይ እሞ ክግበር ህዝቢ ብሰኣን መድሓኒትን ምግብን ከም ቆፅሊ ይረግፈሉ ሕማቕ ዘበናት ኣዩ ሕማቕ ግዜ በፃሕና ብናይ ኣዲኣ ከዛሙት እሞ ኣታ መን ዘይሓዘነ መን እሞ ዘይበኸየ ዝወደይ ዘይሰምዐኸ ይህሉ ኢለ እየ ሓቲተካ እምበር ኩሉ ብዚ ከባቢ ዝርከብ ህዝቢ ከምቲ ንሰን ዝበልኦ ፈታዊኤን ዘመደን ሓወን ደኣ ኮነን በሉኒ ዝፈልጦ ዘመድ የብለይን ስለ ዝበልክዎም ከይስምዐኒ ናይ ማማ ኣኸዛ ፈታዊ ኣዝዩ ብዙሕ ምዃኑ በቲ ምዕሩግ ቃሎም ተዛሪቦም በይነይ ከም ዘይኮንኩ ንዓይ እውን ኣጸናንዑኒ ካብቲ ዳስ ዝስርሐሉ ዘሎ መረባ ናብቲ በሪ ቅልቅል ኢሎም ካብተን ምስ ብርኽቲ ኣብ ጎና ኮይነን ዘተሓዛዝናኣ ዘለዋ ዓበይቲ ኣንስትን መናእሰይ ኣዋልድን ማእኸል ብኢዶም ንሓንቲ ቀያሕ ቆልዓ ጸዊዖም ዛጓለይ ነጸላ ወይ ጋቢ መሳልማ ካብ ገዛ ኣምጽእሉ ኢሎም ለኣኽዋም ናባይ ምልስ ኢሎም ኣበይ ከ ኢኻ ትሰርሕ ኣብዚ ከባቢ ዲኻ ትነብር ብምባል ድማ ሓተቱኒ ድምፂ ናይ ዝበኽዩ ሰባት ስለ ዝሓየለ ንኽሰምዖም ናብ ጉንዲ እዝኖም ቅርብ ኢለ ዶክተር ግርማ ይበሃል ኣብ ናይ መንግስቲ ሆስፒታልን ብተወሰኸ ድማ ኣብ ናይ ውልቀ ትካል ፋርማስታት ሕክምና የሰርሕ በልክዎም ኣሕፅር ኣቢለም ኣነ እውን ብግደይ መዋግዒ እንተኾነኒ ሽሞምን ስርሖምን ክሓቶም ክብል እታ ነጸላ ኣምጽሉ ኢሎም ዝለኣኽዋ ጓል ሒዛትለይ ዝመጸት ጻዕዳ ነጸላ ኣቐቢላትኒ ናብተን ዝበኽያ ዘለዋ ተመሊሳ ኣተወት። እዛ እትሪኣ ዘለኻ ሕሳስ ጓለይ ራብዓይ ዓመት ናይ ሕክምና ተምሃሪት ዩኒቨርሲቲ እያ። ከማኻ ዶክተር ክትከውን ህዝባ ክትሕክም እዩ ነይሩ ትምኒታ። እንታይ ይገበር በዚ ሰንካም ኩናት ምኽንያት ተቋሪፃ እምበር ሎሚ ዓመት ተመራቒት እያ ነይራ። እንታይ ይዓብስ ተምሃሮ ትምህርቶም ከይመሃሩ ሰብ ሓሚሙ ከይሕከም ብሰላም ወፂና ከይንኣቱ ኩሉ ነገር ዓፃፂዮም ከጥፍኡና ድቃስ ስኢኖም ካብ ጉዳይ ናብ ኪሮምና እምበር ሎሚ ዓመት ተመሪቓ ሓዳራ ገይራ ናብርኣ ንኽትጅምር እዩ ነይሩ ባህገይ እንታይ እሞ ይገበር መፈናፈኒ መተንፈሲ ስኢኖምናቲ ትንፋሶም ይተዓፀዋ እ በሉኒ ጓሎም ዘምፀእቶ ነፀላ ኣስተኻኺሎም እናኸደኑኒ እንታይ ክበሃል ኮይኑ ደሓን ዝወደይ ኣጆኻ ንስኻ እውን ብርትዕ በል ዝወደይ እቲ ቐብሪ ጽባሕ ንግሆ እዩ ክፍጸም ንሕና እውን ስለ ዘለና ሓው ዘመድ ዘየለ ቤተሰብ ዘይተኣከበ በይነይ ኮይኑ ኢልካ ይትጨነቕ ኣብ ርሑቕ ዝነብሩ ዝማድ እንተሃለውስ በበይዶ ክመፁታ ነይሮም እዮም መጓዓዝያ የለ ፍርቂ ትግራይ ኣብ ኢድ ጸላኢ ደኣ ኮነን ወዲቑ እኒዋ ብዙሕ ኣይትጨነቕ ተሞቕሽሽትን እድርተኛታትን ኩሎም ተነጊርዎም ስለ ዘሎስ ኣዮኻ ዝወደይ ኣነ ኣቦኻ እውን ናብ ጎንኻ ኣለኹ ኢሎም በይነይ ኮይነ ኢለ ከየስተማስል ደጊሞም ሓበሩለይ ኣዳም ሓዛይ ምስ ኣነይ ሓዘነይ ዋላ እኳ እንተኸበደ ከመይ እንታይ ክገብር ዝብል ጨኒቑኒ ዝነበረ ሓሳብ ኣቕሊሎምለይ ብዛዕባ ስነ ስርዓት ቀብሪ ምስ ዓበይቲ ዓዲ ክመክር ጀመርኩም ኣብ መላእ ትግራይ ኣብ ሓዘንን መርዓን ከምዞም ወላዲ እዚኦም ዝበሉ ነጸላት ወንዚፎም ዓብዪ ሓላፍነት ተሸኪሞም ብናጻ ዝሕግዙ ሓድነት ፍቕርን ምትሕላይን ንኽህሉ ግዜኦም ብናጻ ዝግብሩ ቦታት ትግራይ ብዙሓት እዮም ሓዘነን ተጋጥም ሓዘንተኛ ብሓዘን በይኑ ንኸይጉዳ ኢደይ ኢድካ እናበለ ተኣኻኺቡ ዘጸናንዕ ሓጎስ እንትርከብ ድማ ተኣኪቡ ዝሰርሕ ዝበልዕን ዝሕጎስን ህዝቢ ብምፍጣረይ ፍናን ተሰምዐኒ እዚ ህዝቢ እዚ እቲ ዝዓበየ ሓይሉ እቲ ንዘበናት ብዙሕ ፈተናታት ሓሊፉ ዝመጸ ሓድነቱን ሃይማኖቱን እዩ ኣብ ሓደ ሰሚሩ ዝቃለስ ንልምዓት ዝወፍር ህዝቢ ኣብ ዝኾነ ይኹን ጉዳይ ተዓዋታ እዩ ስለ ዝኾነ ድማ እዩ ሓድነቱ ሃይማኖቱ ክብርታቱን ቅርስታቱን ኣጥፊኦም ዝተርፍ ቅርሲ ዘይብሉ ገይሮም ወረ ነጋሪ ዝተርፍ ቅርሲ ዘይብሉ ገይሮም ፋሕፋሕ ከብልዎን ክበታትንዎን ከጽንትዎን ቀትርን ለይትን ድቃስ ስኢኖም ዘለዉ እዚ ህዝቢ እዚ ካብ ጥንቲ ጀሚሩ ካብታ ዝረኸባ ኣካፊሉ ሰብ ብሰብነቱ ጥራሕ ኣኽቢሩ ሃይማኖት ዓሌት ጾታ ከይፈለየ ንዝኾነ ይኹን ጋሻ ኣብ ልዕስቲዩ ዝስኒ ቅድሜኻ ቅድሜኺ ዝጥሕኒ ኢሉ ፍቕሪ ዝልግስ ተሳንዩ ተኸኣኢሉ ምስ ኩሉ ተኸባቢሩ ዝነብር ወረጃ ህዝቢ እዩ ተኣኪቡ ክሓዝን ተኣኪቡ ክሕጎስ ክትሪኦ እንከለኻ ካብዚ ህዝቢ እዚ ምፍጣርካ ትዕድልቲ ምዃኑ ይርድዐካ ብርኽቲ በተን ጎረባብቲ ተኸቢባ ስለ ዘላ ክሳብ ዝመሲ ከመይ ትኸውን ከም ዘላ ቀሪበ ይርኣኽዋን ዘለኹ ናይቲ ከባቢ ነበርቲ ምብጻሕ ክበጽሓ ክመጻን ከለዋ ሓቢራን ክትበኪ ኣብቲ ዳስ ኮይነ ኣማዕድየ ይርኢ ኣለኹ ብርክት ዝበሉ ሰባት ሓለፍቲ መንገዲ ከይተረፈ ነጸላ ተኸዲኖም ነቲ ሓዘንተኛ ቆሎ እንተትሕዙ ሓዘን ዝበጽሕ ሰብ እንተቐበሉ እተን ደቂ ኣንስትዮ ድማ እናዘራ ሻህ ቡና እንትዕድላ ዝተሰተየሉ እንተልዕላ እንተሓፅባ ዓበይቲ ወለዲ ኣምሪሩ ንዝበኪ ሰብ ክርእዩ እንከለዉ ካብ መቐመጢኦም እናተልዓሉ ይኾኑ ይኣኽሎ እናበሉ ዝሓዘነ ሰብ ኣብ ምፅንናዕ ተወጢሮም ምስ ረኣኹ እዘን ሰበይቲ ጎረባብተዮም ኣዝማደይ እምበር ኣነ ናይ ስጋ ሓው ዘመድ የብለይን ዝብላ ዝነበራ ሓቀን ምዃኑ ብዓይነይ ርእየ ኣረጋገጽኩም እታ ነጸላ ዝሃበትኒ ጓልቶም ቀይሕ ሰብኣይ እውን ምስ ተነንስቲ ኮይና ንዝመጸ ጋሻ ክትቅበልን ቡን ሻሂ ዝተሰተየሉ ፍንጃል ክተልዕልን ኣብ ጎኒ ብርኽቲ ኮይና ክተጸናንዕን ምሉእ መዓልቲ ዕረፍቲ ስኢና ናብዝን ናብትን ክትብል ይርኢ ኣለኹም ወላዲኣ እውን ጋቢኦም ተኸዲኖም ኣብ ጎነይ ኮፍ ኢሎም ሓዘንተኛ ይቕበሉን ይስንዩን ኣለዉ ንሰባት ዘለዎም ኣኽብሮት ተዓዚበ ኣቦን ጓልን ከመይ ዓይነት ቆቦ ኣትዮም በልኩ ብልበይ ናእዳይ እናገለጽኩሎም ኣብቲ ዝማዕበለ ዘመናዊ ዝበሃል ዓለም ዝነብር ሰብ ሓዘን ገጢምካ ሸውዓተ መዓልቲ ኣብ ጎንኻ ኮይኑ ከተሓዘነካ ሲትረፍ ኣብ መርዓኻ እውን ንሓንቲ መዓልቲ ንኽርከብ ግዘ ዝስእን ሰብ ብዙሕ እዩ እዚ ኩሉ ሓሲበ በይነይ እንተዝኸውን ነይረ ኣብዛ ሰዓት እዚኣ እንታይ ክውሕጠኒ ነይሩ በልኩ ብልበይ ንፈጣሪየይ ኣብ እዋን ሓዘን ሓወይ ሓፍተይ ኢሉ ዘተሓባብርን ዘጸናንዕን ህዝቢ ስለ ዝሃበኒ እናመስገንኩዎም ካብ ቀረባን ርሑቕን ዝበጽሕ ሰብ እናተመላለሰ ዳስ ከይጐደለ መስዩ ዓይነይ ስልም ከየበልኩ ኣብ ተገዳሚ ወንበር ግድም ምስ በልኩ መሬት ወጊሑ ካብ ርሑቕን ቀረባን ሰብ ተኣኻኺቡ እተን ክልተ ደቀን ንኽልተ ወለዶ ዘጋደላ ለጋስ ተባዕ ሕያዊት ማማ ኣኸዛም ገና ከይሓለፈለን ሓሊፈን ብኽብሪ ተሰንየን ግብኣተ መሬት ተፈጸመም ኣየ ሞት ሞት ዘይሰዓር ሓያል ዘይተርፍ ዕፃ ዕፃ ኩላትና ዜርካ ዜርካ ሃፍታም ይኹን ድኻ ኣብ ዘይሓሰብካዮ ሰዓት ኢኻ ትወድቕ ናይ ኩሉ ሰብ መወዳእታ እዚኣ እያ ካብ ሓመድ ተፈጢርካ ናብ ሓመድ ትምለስ እናበሉ ካብ ቀብሪ ክንምለስ እንከለና ከንፈሮም እናመጠጡ ኣብ ጎኖይ ኮይኖም ዝዛረቡ ሰባት እናሰማዕኹ ሰብ ምዃነ ከጽልእኒ ንምንታይ ተፈጢረ ንምንታይ ከም ዘመውት ከተሓሳስበንን እቲ ሓቂ ከሕዝነንን ገበሩኒ ጽባሕ ብህይወት ምህላውና ርግጸኛታት ከይኮና ኣብዛ መሬት ንሚልዮናት ዓማውቲ ከም እንነብር ንቐጻሊ ንኽደኖን ንበልዖን ንሰትዮን ክንሓስብ ናይ ሎሚ ዕረፍትን ድቃስ ለይትን ከየስተማቐርና ንቐጻሊ ብምሕሳብ ሎሚ ድቃስ ለይቲ ንስእን ብዛዕባ ናይ ጽባሕ ህይወትና ቃል ዝኣተወልና ዘየለ ብዙሕ ንጭነቕ ናይ ሎም ዓመት ከይወዳእና ንቐጻል ሓሙሽተ ዓሰርተ ዓመት ብተስፋ ትልሚ ነውፅእ ሰባት ብዙሓት ኢና ተስፋ ኣይኸፍእን ግን ድማ እቲ ዝጀመርናዮ ገዲፍናዮ ወይ ዕድመ ልክዕና ርሂፅና ዘጥረናዮ ሃብትን ንብረትን ሓንቲ ከይሓዝና ራሕሪሕናዮ ንኸይድ ጥራሕ ኢድና ተፈጢርና ጥራሕ ኢድና ብሞት ካብዚ ዓለም ከም እንፍለ እናፈለጥና ምዃኑ እዩ እቲ ዝገርምን ዘሕዝንን ኣፈጣጥራና ምስጢር እዩ ንኽንመውት ተፈጢርና ህይወትና ክነሸንፍ ንምንባር ክንብል ብዙሕ ላዕልን ታሕትን ገልታዕታዕን ብዙሕ መከራን ስደትን ርኢና እዛ ምድሪ ንሓልፋ ገለገለ ሰባት ድማ ዋላ ጥዕና ስኢኖም መውዓሊ መሕደሪኦም ኣብ ዓራት ኮይኑ እናሃለወ ክምስ ኢሎም ተመስገን ይብሉ ገለገሊኡ ድማ ኣብ ልዕሊ ሃፍቲ ሃፍቲ ንኽውስኽ ኣብ ልዕሊ ንዋይ ንዋይ ኣብ ልዕሊ ህንፃ ህንፃ ንላዕሊ ክድርድር ቁሩብ ዕረፍቲ ከይረኸበ እቲ ዘለዎ ሃፍትን በረከትን ከየስተማቐረ ሙሉእ ህይወቱ ሃለውለው እናበለ ኣብዘይ ሓሰቦ በበይ መፅ ከይተባሃለ ሞት መንጢሉ ይወስዶ ሞት ሓያል ኣብዚ ዓለም ንዘለኣለም ዝነብር ፍጡር ዘየለ ምዃኑ እናፈለጡ ንወንበር ንስልጣን ዘለዎም ሃረርታ ከርውዩ ክብሉ መራሕቲ ሃገራት ዜጋታቶም ብፍልጠትን ብብልሕን ብስለትን ኣብ ክንዲ መሪሖም ናብ ዝሓሸ ህይወት ዘሳግሩ ብተንኮልን ሽርሕን ናብ ምትህላኽን ምትፍናንን ኣትዮም ህዝቦም ብፖለቲካ ለዓዒሎም ብመሬትን ዓሌትን ምኽኒት ፈጢሮም ከፋፊሎም ህዝቢ ምስ ህዝቢ የጠሓሕንዎም የጨፋጭፍዎ የዋድእዎም ተወሊዱ ህይወት ከየስተማቕራ ኣብ ዕሸል ዕድሚኡ ንወንበረም ክብሉ ብሞት ይስንይዎም ንዓመታት ክንደይ ጉልበትን ገንዘብን ፈሲስዎ ዝተሰርሐ ብቑምቡላ ነፈርትን ታንክታትን መዳፍዕን ኣብ ውሽጢ ደቃይቕ ሓመድ ይገብርዎም ኩሉ ነገር ባዲሙ ብዙሕ ሰብ ምስ ሃለቐ ብዙሕ ምስ ሓመመ ብዙሕ ምስ ተሰደደ ሕርቃኖምን ትዕቢቶምን ምስ በረደሎም ኩሉ እቲ ብሰንኪ ህድኣትን ውሕሉል ኣመራርሓን ዝጎደሎ መንግስቲ ዝዓነወ ንብረትን ዝጠፍአ ህይወትን ረሲዖም ዕርቂ ይውረድ ተባሂሉ ቀታልን መዋትን ዝነበሩ ደው ኢሎም ኢድ ንኢድ ይጨባበጡ ድሕሪኡ ክሳጎዱ ዘፍረስዎ ዘዕነውዎ ምሕዳስ ይጅምሩ እቲ ብሰንኮም ዝጠፍአ ሰብ ግን ጠፊኡ ይተርፍ ንሓዋሩ ይኹን እምበር ንሰሙን እንተኾነ ሎሚ ብህይወት እንተተረፉ ኣይንወርድን ኢሎም ኣብታ መንበረ ስልጣን ከም ቋንጣ ስግኦምን ዓጽሞምን ክሳብ ዝጣበቕ እናሰረቑ ሰብ እናጨቆኑ እንተገዝኡ ካብታ ናይ ተፈጥሮ ሞት ግን ዋላ ኣየምልጡን ንዅሉ መሊኾም ጨቂኖም ኣንበርኪኾም ዋላ እንተገዝኡ ንሞት ግን ፍጹም ክስዕሩ ካብ ሞት ከምልጡ ኣይኽእሉን መራሕቲ ሃገር ኮይኖም ናይ ዜጋታቶም ህይወት ኣብ ክንዲ ጥዑምን